እቲ ካልኣይ ከ ስሕተት ግብሪ ጥራይ ጸጋ ዘይብሉ ሚዛኑ ዝሰሓተ ከኣ እዚ ሰብ ብግብሪ ጥራይ ዝድሕን እናበሉ ንሰብ ናብቲ ናይ ክርስቶስ ዘኽእል ጸጋ ከይጥምት ዝገብሩ ግብሪ ግብሪ ግብሪ ንርእሶም ኣይገብሩ ነቲ ዝምህርዎ ሰብ ኣየግብሩ ሓሰውቲ መሊኣ ምድሪ ግብሪ ክብለካ ዝውዕል ግብሩ ረኣዮ ሓሳዊ መታለሊ እዩ ካብ ርእስኻ ሓንቲ እኳ ኣይትኽእልን ኢኻ ጸጋ እዩ ዝኽእል ስለዚ ግብሪ ጥራይ ዝብሉ ጸጋ ዘይብሉ ጉጉይ ሚዛኑ ሰሓተ ስሕተት ኣነ ጉንዲ ወይኒ እየ ንስኻትኩም ከዓ ጨናፍር ኢኹም ክትከዱ ፍረ ክትፈርዩ ኢሉ ፍረ እንተፈሪኹም ኣቦይ በዚ ይሕጎስ ኢሉ ወንጌል ዮሃንስ 15 ካብ ሓደ ስጋዕ ሸሞንተ ክርስቶስ ኣባና እንተሓዲሩ ቃሉ ድማ ኣባና ኣባና እንተ ደኣ ተቐሚጡ ከም ቃሉ ክንነብር እንተ ደኣ ወሲንና ፍረ ንፈሪ እግዚኣብሔር ተመስገነ ይኹን ኣብ ማቴዎስ ሸውዓይ ምዕራፍ ነገረይ ሰሚዑ ዘይገብሮ እኳ እንተበለ ኣብኡ እናተመርኮሱ ኖ ካበይ መፅዩ ፀጋ ብፀጋ እግዚኣብሔር ተመስገነ ይኹን ስለዚ ኣብ ገላትያ ደጋጊሙ ጳውሎስ ኣታ ጴጥሮስ ኢልዎ ሰብዶ ብግብሩ ይፀድቕ ብፀጋ ዶ ኣይኮነን ዝድሕር ከመይ ጌርካ ንስኻ ነዞም ኣሕዛብ በቲ ንስኻ ናይ ቀደም ትመላለሰሉ ዝነበርካ ሕጊ ክነብሩ ትገብሮም ብጸጋ ኣምላኽ ዘይኮና ንድሕን ኢሉ ወቒስዎ እዩ ንጴጥሮስ ገላትያ ምዕራፍ ሓደ ቁፅሪ ሽዱሽተ ካብቲ ብጸጋ ክርስቶስ ጸዋዓኩም ከምዚ ቀልጢፍኩም ናብ ካልእ ወንጌል ምግልባጥኩም ካልእ ወንጌል ኢልዎ ግብሪ እዩ ዘድልየኩም ጸጋ ዝብሉ ንጸጋ ኣምላኽ ዝልውጡ ዝግልብጡ ንሰብ ገላትያ መፂኦም ዘደናገሩ ሰብ ግዝረት ምዕራፍ ክልተ ካብኡ ከዓ ድሕሪ ዓሰርተ ኣርባዕተ ዓመት ከም ብሓድሽ ናብ የሩሳሌም ምስ በርናባስ ደየብኩ ንቲቶስ ምሳይ ተማላእክዎ ኢሉ ደሓር ናብ ኣንጾኪያ ምስ ከደ ኣብኡ ጴጥሮስ ነይሩ ማለት እዩ ቁፅሪ ዓሰርተ ሓደ ኬፋ ናብ ኣንጾኪያ ምስ መፀ ግና ተኸሲሱ ነበረ እሞ ገፅ ንገፅ ተቃወምክዎ ገለ ሰባት ካብ ያዕቆብ ካብ እስራኤል ከይመጽኡ ምስ ኣህዛብ ሓቢሩ ይበልዕ ነበረ ምስ መጹ ግና ንሰብ ግዝረት ፈሪሁ ርእሱ ፈለየ እቶም እተረፉ ኣይሁድ እውን ምስኡ ተገበዙ በርናባስ እኳ በቲ ግብዝነኦም ክሳዕ ዝሰሓብ ኮነ ከምቲ ሓቂ ወንጌል ብቕንዕና ዘይምምልላሶም ምስ ረኢኹ ድማ ንጴጥሮስ ኣብ ቅድሚ ዅላቶም በልኩ ንስኻ ይሁዳዊ ኢኻ ብናይ ኣይሁድ ዘይኮነ ብንብረት ኣህዛብ ማለት ብጸጋ ካብ እትህሉ ብወንጌል ብእምነት ካብ እትህሉ ከመይ ኢልካ ደኣ ነቶም ኣህዛብ ብንብረት ኣይሁድ ብሕጊ ክህሉ ብግዲ ትብሎም ኣለኻ ንሕና ዓሌት ዓሌት ኣይሁድ ኢና ካብቶም ኣህዛብ ዓሌት ሓጥኣን ኣይኮናን ሰብ ብእምነት ብየሱስ ክርስቶስ እምበር ብግብሪ ሕጊ ከም ዘይጸድቕ ካብ ፈለጥና ግና ኩሉ ስጋ ብግብሪ ሕጊ ዘይጸድቕ ስለ ዝኾነ ንሕና ካብ ከዓ ብግብሪ ሕጊ ዘይኮነስ ብእምነት ብክርስቶስ ምእንቲ ክንጸድቕ ብጸጋ ብክርስቶስ የሱስ ኣመና ግና ኸ ንሕና ብክርስቶስ ክንጸድቕ እናደለና ንርእስና ኣብ ሓጢኣት ካብ ረኸብና እያ እቶም ግበሩ ግበሩ ዝብሉ ኣብ ሓጢኣት እዮም ርእሶም ዝረኽብዋ ሓሰውቲ እዮም መደናገርቲ እዮም ኣነስ ንኣምላኽ ብህይወት ክነብር ካብ ሕጊ ብሕጊ ሞትኩ ምስ ክርስቶስ ከዓ ተሰቐልኩ ደጊም ኣነ ኮንኩን ዝነብር ዘለኹ ክርስቶስ ኣባይ ዝነብር ዘሎ እዚ ሕጂ ብስጋ ዘለኹ ድማ ብእምነት በት ምእንታይ ነፍሱ ዘሕለፈለይ ወዲ ኣምላኽ እየ ዝነብር ዘለኹ ፅድቂ ብሕጊ እንተዝኸውን እምበኣር ክርስቶስ ንኸንቱ እዩ ዝሞተ ኣነ ፀጋ ኣምላኽ ኣይናዕቕን እየ ዘኽእለኒ ጸጋ እዩ ኢልዎ ስለዚ ጸጋ ኣምላኽ ከም ዘኽኣሎ ክዛረብ ከሎ ቀዳማይ ጴጥሮስ ምዕራፍ ኣብ ቀዳማይ ቆሮንጦስ ምዕራፍ 15 ሃዋርያ ጳውሎስ ቀዳማይ ቆሮንጦስ 15 ካብ ቁፅሪ 111 እቲ ዘለኹዎ ግና ብጸጋ ኣምላኽ እየ ዘለኹ ካብ ኩላቶም ዝበዝሕ ደኣ ጻዓርኩ እምበር እቲ ንዓይ ተዋህበ ጸጋ ከንቶ ኣይኮነን እቲ ምሳይ ዘሎ ጸጋ ኣምላኽ ደኣ እዩ እምበር ኣነ ኣይኮንኩን እምበኣር ኣነ እንተኾንኩ ንሳቶም እንተኾኑ ከምዚ ጌርና ንሰብኽ ኣለና ንስኻትኩም እውን ከምኡ ኣሎንኩም ጸጋ ክጽዕር ከማን ይገብረካ ጻዕራም እዩ ዝገብር ኣገልጋሊ እዩ ዝገብር ትጉህ እዩ ዝገብር ሃካ የገብርኒ ጸጋ ስለዚ ካብቶም ዘይተመጣጠነ ትምህርቲ ሓደ ጸጋ ጥራይ ተሓልኣይ ከዓ ግብሪ ጥራይ